ሻሎም ሻሎም ኣሕዋትን ኣሓትን ኩላትኩም ብሓባር እንኳዕ ብድሓን መፃኹም ናብ ባህሪ ኣምላኽ ዩቲብ ቻናል እዚ በቲ ብባህሪ ኣምላኽ ዩቲብ ቻናል ዝመሓለፍ ትምህርትታት ኮይኑ ኩሉ ግዜ ዝተፈላለዩ ርእስታት ዝሓዘ ትምህርትታት በዚ ቻነል ይመሓለፍ እዩ ናይ ሎማዓንቲ ትምህርቲ ከዓ እግዚኣብሄር ብደበና ሰማይ ይመፅእ ክበሃል ከሎ እንታይ ማለት እዩ ወይ ድማ እግዚኣብሄር ብደበና ሰማይ ይመፅእ ማለት እንታይ ማለት እዩ እዚ ኣዝዩ ኣዝዩ ገዳሲ ኣርእስቲ እዩ ብዙሓት ሰባት ነዚ ጉዳይ እዚ ቃል ብቃሉ ይወስዎ እዮም ማለት ከም ስርዓት ከምዚ እግዚኣብሄር ሲ እንዳረኣኻዮ ከምዚ ኣብ ፈረስ ተወጢሑ ዝመፅእ እዩ ዝመስሎም ትርጉሙ ገና ከምኡ ኣይኮነን እግዚኣብሄር ብደመና ምምፃእ ወይ ድማ ናይ እግዚኣብሄር ብደመና ምምፃእ ማለት ምልክት ወይ ምስሊ እዩ እምበር ቃል ብቃሉ ብደመና ምምፃእ ማለት ኣይኮነን እዚ ምልክት ኮይኑ እታ ዝመጽኣ ዘሎ ትበሃል ዘላ ከተማ ትኹን ሃገር ፍርዳ ክትቅበል እያ ማለት እዩ። ፍርዳ ካብ ኣምላኽ ክትቅበል እያ ማለት እዩ። እቲ ዝግብኣ ፍርዲ ክትቅበል እያ ማለት እዩ። ነዚ ንመብርሂ ከዓ ካብ መጽሓፍ ቅዱስ ጽሑፋት ቅዱሳት ጽሑፋት ክጠቅስ እየ ማለት እዩ። ኣብነታት ዝኾንና ክጠቅስ እየ ብዙሕ ኣብነታት ኣለውና ቀዳማይ ቀዳማይ ኣብነት ወይ ድማ ኣብነት ቁፅሪ ሓደ እሱ ከዓ ካብ ትንቢት ኢሳያስ ምዕራፍ 19 ስለዚ ኣዝና ብፅሞና ንከታተሎ እዚ ዝበልኩም ብደበና ይመፅእ ኣሎ ትብል ወይ ዝብል ፅሑፍ ኣብዚ ትንቢት ኢሳያስ ምዕራፍ 19 ክንረኽቦና እሱ ከዓ ካብ ጥቕሲ ሓደ ክሳብ ሓሙሽተ ዘለኹም በልኩም እየ እሞ ረእይዎ ኣብኡ እንድሕር ህድእ ኢልና ምስትውዓል ከነንብቦ ጀሚርና መንፈስ ቅዱስ ክረድኣና ስለዝኾነ ክበርህ እዩ እንታይ ማለት ትርጉሙ ክንፈልጥ ኢና ሽዑ ማለት እዩ ስለዚ ናብቲ ፅሑፍ ክንከይድ ትንቢት ኢሳያስ ምዕራፍ 19 ካብ ጥቕሲ 1 ክሳብ 5 ክንበልኩም እየ ጾር ብዛዕባ ግብፂ ይብል እነሆ እግዚኣብሄር ብቕልጡፍ ደበና ይወፅእ ብቕልጡፍ ደበና ይወፅእ ናብ ግብፂ እውን ይመጽእ። ጣኦታት ግብጺ ኣብ ቅድሚኡ ራዕራዕ ክብሉ እዮም፣ ልቢ ግብጺ ኸኣ ኣብ ውሽጣ ክመክኽ እዩ። ንግብጻውያን ኣብ ግብጻውያን ከተንስኦም እየ፣ ነፍሲ ወከፍ ምስ ሓው፣ ነፍሲ ወከፍ ምስ ብጻዩ፣ ከተማ ምስ ከተማ፣ መንግስቲ ምስ መንግስቲ ክዋጋእ እዩ። መንፈስ ግብጺ ኣብ ውሽጡ ጥራይ ኪኸውን እዩ፣ ንምኽሩ ድማ ኸንቱ ክገብሮ እየ። ንሳቶም ከኣ ንጣኦታትን ነስማተኛታትን ንጠንቈልትን ንመውደቕቲ ዝዓጉልን ኪሓቱ እዮም። ንግብጻውያን ናብ ኢድ ደረቕ ጐይታ ኣሕሊፈ ኽህቦም እየ፣ ጨካን ንጉስ ድማ ኺገዝኦም እዩ፣ ይብል እግዚኣብሄር ጐይታ ሰራዊት። ማያት ካብ ባሕሪ ኺጠፍእ፣ ርባውን ነጺፉ ኪነቅጽ እዩ። እዚ እቲ ጽሑፍ ኣንቢበዮ ኣለኹ ሕጂ እስከ ናብቲ ጽሑፍ ንመለስ በብሓደ ክንዝርዝሮ እንታይ ይብለና ኣሎ ጾር ግብጺ ጾር ብዛዕባ ግብጺ እንታይ ነይሩ እቲ ጾር እነሆ እግዚኣብሔር ብቕልጡፍ ደበና ይወጽእ ግብጺ ፍርዳ ክትቅበል እያ ማለት እዩ ሕጂ ሃገር እያ እዚኣ ከተማ ዲኾነት ነታ ሃገር ምልእቲ ፍርዲ ይመጽእ ኣሎ ናብ ግብፂ ይመፅእ ጣዖታት ግብፂ ሕጂ እምበኣር እቲ ዝብሎ ዘሎ ክመፅእ እየ ክብል ከሎ እምበኣር ጣዖታት ግብፂ ኣብ ቅድሚኡ ራዕራዕ ክብሉ እዮም ልቢ ግብፂ ከዓ ኣብ ውሽጣ ክመክኽ እዩ ምስ በለ ንግብፃውያን ኣብ ግብፃውያን ከተንስኦም እየ ስለዚ እቲ ፍርዲ እምበኣር ኣምላኽ ከምዚ ሰባት መስሎም ፈረሰ ተወጢሑ ክመጽእ ደይኮነሲ እግዚኣብሄር እቲ ዝሃቦም ግዜ ንንስሓ ንግብጻውያን እቲ ማእከሎም ዝገበረ ተኣምራት እቲ በቲ ህዝቡ ገይሩ መንነቱ ዝገለጸሉ ባህሩ ዝገለጸሉ ክኣልነቱ ዝገለጸሉ ንሶም ግን ምዚ ኩሉ ናብቲ ነበሮም በቲ ነበሮም መንገዲ ስለተመላለሱ ኣብ ጣኦታቶም ስለዝጸንዑ ነቲ ህዝቢ ኣምላኽ ከኣ ስለዘሳቐዩ ዝግብኦም ፍርዲ እንታይ ማለት እዩ? ሕጂ እግዚኣብሄር ብሓልየቱን ብረድኤቱን ብምሕረቱን ኣብ ማእከሎም ዝገብሮ ነበሩ ዝገብሮን ነበረ ኣየስተውዓልዎን ጥራይ ዘይኮነስ ኣብዮም ንኣምላኽ ምምጻእ ኣብዮም ስለዚ እቲ እግዚኣብሄር ዝገብረሎም ነበረ ሰናይ ነገር ካብ ኣምላኽ ኢሎም ናብ እግዚኣብሄር ኣምላኽ ኣይመጹን ብኡ ኣይተወከሉን ናብኡ ኣይኣመኑን ቀፂሎም ኣብቲ ናቶም ጣዖት ምኻድ ማለት እዩ ስለዚ እምበኣር እግዚኣብሔር ካብኦም ይስሕብ ማለት እዩ እግዚኣብሔር ካብኦም ይርሕቕ እዚ እቲ ፍርዲ ናይ ኣምላኽ ማለት እግዚኣብሔር ሓደ ክልተ ሰለስተ ብዙሕ ግዜ ደጋጊሙ ይዛረብ ናብኡ ሰብ ክመፅእ ምክንያቱ እግዚኣብሔር ብብዙሕ መንገዲ ምስክርነት ብዛዕባ ገዛእ ርእሱ ይህብ ማለት እዩ ምስክር የምፅእ ብተግባራቱ ብሰናይ ተግባራቱ በቲ ዝገብሮ ኩሉ ሓልዮትን ፍቕርን ምሕረትን ተኣምራትን ሰባት ግን እዚ ኩሉ እንዳርኣዩ እንድሕር ቀጺሎም እዚኣ ከም ሃገር ምልእቲ ግብጺ ብከምኡ እያ ትፍለጥ ብጣኦት እያ ትፍለጥ ማለት ስለዚ እግዚኣብሔር ክርሕቕ ከሎ ካብታ ከተማ ትኹን ካብቲ ሃገር ዘጋጥም ክንሪኦና እዚ ትፍርዲ ኣምላኽ ማለት ማለት ንግብጻውያን ኣብ ግብጻውያን ከተንስኦም እየ ክብል ከሎ ሕጂ እግዚኣብሔር እቲ ናቱ ሓለዋ እቲ ናቱ ዝገብሮ ሰባት ንሓድሕዶም ከይፃፉ ምስ ከርሕቆም ከሎ ህላወ ናቱ ክነፅጉ ከለዉ ምስ ረሓቐ ሰባት ንሓድሕዶም እዮም ይጨኻኸኑ ማለት እዩ ስለዚ ንግብፃውያን ኣብ ግብፃውያን ከተንስኦም የኽብል ከሎ ክትንስኡ እዮም ማለት ነፍሲ ወከፍ ምስ ሓዉ ነፍሲ ወከፍ ምስ ብፃዩ ስለዚ ጉድ ይኸውን ጥፍኣት ይኸውን ማለት ከተማ ምስ ከተማ መንግስቲ ምስ ከተማ ክዋጋእ እዩ ሕጂ ንሶም እዮም ባዕሎም ክዋግኡ ማለት እዩ ምክንያቱ እቲ ዝኽልክል ነበረ እዚ ነገር እዚ ከይመፅእ ዕድል ዝህብ ነበረ ብምሕረቱ እግዚኣብሄር እዩ ነይሩ እሶም ግን ነዚ መንገዲ እዚ ኣይተቐበልዎን ስለዚ ግቡእ ፍርዶም ይቕበሉ እሱ ከዓ እቲ ናይ ኣምላኽ ሓለዋ እቲ ናይ ኣምላኽ ረድኤት ካብኦም ይርሕቕ ማለት እዩ ምክንያቱ ንሶም ኣብ መን እዮም ዝውከሉ ነይሮም ኣብ ጣዖት እግዚኣብሄር ከዓ ኣብ ጣዖት ይውከሉ ኢሉ ኣይሓደጎምን ብዙሕ ገርሎም ኣብ ማእከሎም መታን ንሱ መን ምዃኑ ክፈልጥዎ ናብኡ ክመጹ ኢሉ ንሶም ግን ንዚ ኩሉ ስለ ዝኣበይዎ እቲ መንገዶም ክኸዱ ይገድፎም ኣሎ እዚ ትፍርዶም ሕጂ ትግብኡ ፍርዶም ማለት እቲ ዝዘርእዎ ነበሩ ከዓ ኣዝዮም እግዚኣብሔር ነዚ እቲ ክመጽእ እየ ዝበለ ሕጂ እቲ ምምጻእ ማለት እምበኣር እቲ ፍርዲ ናይ ኣምላኽ ደኣ ኣሎ እምበር እግዚኣብሔር ፈረስ ጎይታ ፈረስ ተወጢሑ ክመጽእ ብደበና ንስኻ ትሪኦ ወይ ኣነ ዝሪኦ ኣይኮነ ማለት ኣይኮነ ስለዚ ስለዚ ቀፂሉ እንታይ ብል መንፈስ ግብፂ ኣብ ውሽጡ ጥራይ ክኸውን እዩ የለን ሕጂ ባዶ እዩ እቲ ናይ እግዚኣብሄር ህላወይ ነይሩ ንዕኦም ፅቡቅ ዘምህሮም ነበር ንምኽሩ ድማ ከንቱ ክገብሮ እየ ስለዚ የለን ሕጂ እቲ ምኽሮም ኩሉ ባዶ ይኸውን ማለት እግዚኣብሄር ተዘይ ሓደ ህላወ ናይ ኣምላኽ ተዘየልዩ ምኽሪ ናይ ሰባት ኮንቱ እዩ ማለት ዝኸውን ኮንቱ ከም ከለካ ጥፋት ድም ንሳቶም ከዓ ንጣዖታትን ነስማተኛታትን ንጠንቆልትን ንመውደቂ ዝዓበሉን ክሓቱ እዮም ስለዚ ሰብ ሕጂ ህላወ ናይ ኣምላኽ ስለ ዝነጸገ ኣምላኽ ምስ ዝርሕቕ ከዓ ሰብ ኮንቱ ስለ ዝኸውን ካብቲ ጥፍኣት ዘለዎ ንክናገፍ ከዓ ክንዲ ናብ ኣምላኽ ድመጽእ ናብ ጠንቆልትን ናብ መውደቕቲ ዝዓበሉን ይሓትት መልሲ ግና የለን ምክንያቱ እቲ ዘናግፍ ዝሕሉ እቲ ሞት ደው ዘብል ኣምላኽ እዩ ማለት እዩ። እቲ ፅንተት ደው ዘብል እግዚኣብሄር ጥራይ ሰብ ተነፂዑ ናብኡ ክመፅእ እዩ ዘለዎ ጥራይ ማለት እዩ። ስለዚ ንግብፃውያን ናብ ኢድ ደረቕ ጎይታ ኣሕሊፈ ክህቦም እየ። ስለዚ ዝሕልዋ ዝነበረ ንግብፂ ክሳብ ክንድዚ ዝከላኸላ ዝነበረ እግዚኣብሄር እዩ። ስለዚ ኣሕሊፈ ክህቦም ማለት ክፍንዎም እየ። እቲ ናተይ ሓለዋ ዝነበረ ስለ ዘይተገደስሉ ስለ ዝነዓዎ ኣነ ክርሕቕ እየ ክብሎም። ጨካን ንጉስ ድማ ክገዝኦም እዩ። ስለዚ እቲ ዝወርዶም ኩሉ መውጋእትን ሞትን ማህሰይትን እምበኣር ንእግዚኣብሔር ስለ ዝኣበዩ ናብ ጥንቆላን ናብ መውደቕቲ ዛዕጎልን ስለ ዝኸዱ ንጣዖታት ምምላኽ ስለ ዘይገደፉ ማለት እዩ ስለዚ እግዚኣብሔር ዘይኮነ ዝቕፅዖም ዘሎ ግን እግዚኣብሔር ፍርዲ እዩ ዘም ፍርዲ ከዓ እንታይ እዩ ሰብ ዘርኦ ይዓፅድ ማለት እዩ ስለዚ ጨካን ንጉስ ድማ ክገዝኦም እዩ ይብል እግዚኣብሔር ጎይታ ሰራዊት ማያት ካብ ባሕሪ ክጠፍእ የስ ምክንያቱ ማያት ኣብ ባሕሪ ዘምፅእ ኣምላኽ እዩ ሰባት ንኩሉ ዝጥቀምሉ ዘሎ ሕጂ ካብ ኣምላኽ እዩ ጸላኢ ብጀካ ክጥፍእ እምበር ክሓርድ እምበር ክቐትል እምበር ንሱ ጽቡቕ ከምጽእ ኣይመጽእን እዩ። ንሱ ማያ የምጽእ፣ ንሱ ማያ እዩ ዘንቅጽ፣ ንሱ ሩባ የጥፍእ፣ ሩባ የንቅጽ። እግዚኣብሄር ግና እሱ እዩ ንሩባ ዝበልዕ። እግዚኣብሄር ክርሕቕ ከሎ ከዓ ኩሉ ነገር ይነቅጽ፣ ኩሉ ነገር ይጠፍእ። እዚኣ ተቐዳመይቲ ኣብነት ጥራሕ ኣርእየናያ ኣለና። ትንቢት ኢሳያስ ምዕራፍ 19 ኣብኣ እንታይ ኣሎ እግዚኣብሄር ብቕልጡፍ ደበና ይወጽእ ናብ ግብጺ እውን ይመጽእ። ይመጽእ ክብል ከሎ ማለት ብፍርዲ ፍርዲ ናይ እግዚኣብሔር ይእወጅ ይወፅእ እቲ ዝብሎ ነበረ ተኸታታሊ እግዚኣብሔር ዝነገሮም ነበረ ዕሽሽ ኢሎሞ ንሶም ዘይተገደስሉ ሽዑ እምበኣር ትዘርእዎ ክዓፅዱ ይገብሮም ማለት እዩ እዚ ሕጂ እምበኣር ርሃማ ይጅምር ኣሎ ስለዚ እዚኣ ትንቢት ኢሳያስ ምዕራፍ ዓሰርተ ትሽዓተ ካብ ጥቕሲ ሓደ ክሳብ ሓሙሽተ ላትና ትርእዋ ትኹኑ ካልኣይ ግዜ ስለዚ እዚ እቲ ቀዳማይ ትርጉሙ እዚ ትርጉሙ ፍርዲ ማለት እዩ እግዚኣብሔር ክመፅእ ከሎ ማለት ንፍርዲ እዩ ዝመፅእ ምምፃእ ማለት ከዓ ብደበና ተወጢሑ ዘይኮነስ እግዚኣብሔር ፍርዱ ይእውጅ ማለት እዩ ኣዋጅ ይኸውን እቲ ዝበሎ እግዚኣብሔር ይፍፅም እቲ እግዚኣብሔር ዘጠንቀቀና እቲ እግዚኣብሔር ዘጠንቀቆ ሰባት ዘይሰምዖ ክኸውን ከሎ እዚ እቲ ብደበና ምምፃእ ዝብሎ ዘሎ ሕጂ ናብ መን መፅ ይብላን ናብ ግብፂ ካልእ ንርኢ ሕጂ እቲ ፍርዲ እንታይ ነይሩ ንኣምልኾ ናይ ጣዖታት ዝነበረ ማለት እዩ ካልኣይ ነቲ በረኸትን ሃብትን ዝህባ ኣምላኽ ኣክኒ ተምልኽ ግብፂ ማለት እዩ ናብ ንስሓ ትመፅን በንፃሩ ትገብር ነይሮም በንፃሩ ይቕፅሉ ነይሮም እግዚኣብሔር ዕድል ሂብዎም ክነሱ ንክንስሑ ማለት ብጀካ ኣምላኽ እምበር ካብ ክፉእ ዝድሕን ዝኽእል ከዓ የለን ርኢናዮም መወድቕት ዝዓበሉን ጠንቆልትን ክሓቱ ጀሚሮም ግን ንሶም መፍትሒ ከምፅሎም ኣይክእሉን እዮም ጣዖት ኣይምልስን እዩ ጠንቆልትን መወድቕት ዝዓበሉን ከዓ ዝሕልዎ የብሎም ማለት እዩ ስለዚ መብዝሕትኡ ህዝቢ ሰብ ዝተፈላለየ ኣምልኾ ይገብር እቶም ዘምልኾም ዘሎ ኣማለኽቲ መፍትሒም ፅሉን እዩ በንፃሩ ብድሕሪኦም ኮይኑ ዝሰርሕ ዘሎ ሰይጣን ንዖም ካብ ጥፍኣቶም መመልሽ እዩ ዝቕፅል ማለት እቲ እንኮ መፍትሒ ሰብ ተነፂሑ ናብ ኣምላኽ ክመፅእ እዩ ዘሎ ማለት እዩ እቲ ንኣምላኽ ዘይፈልጥ ማለት እዩ እቲ ንኣምላኽ ዝፈልጥ ከዓ ካብቲ ወዲቕዎ ዘሎ ይትስእ ማለት እዩ ኣብነት ቁፅሪ ክልተ ከዓ ዳንኤል ምዕራፍ ሸውዓተ ክንሪኢና ጥቕሲ ዓሰርተ ሰለስተ ዓሰርተ ኣርባዕተ ከምዚ ይብል፣ ብራእይ ለይቲ እጥምት ነበርኩ፣ እንሆ ኸኣ ወዲ ሰብ ዚመስል ብደበና ሰማይ ይመጽእ ነበረ፣ ሕጂ ኸኣ ይመጽእ ነበረ ይብለና ኣሎ። ናብቲ ጥንታዊ መዓልቱ ድማ በጽሐ፣ ናብ ቅድሚኡውን ኣቕረብዎ። ኵላቶም ኣህዛብን ወገናትን ቋንቋታትን ከገልግልዎስ፣ ግዝኣትን ክብርን መንግስትን ንእኡ ተዋህቦ። ግዝኣቱ ዘይሓልፍ ዘልኣለማዊ ግዝኣት እዩ፣ መንግስቱ እውን ከቶ ኣይክትጠፍእን እያ። ስለዚ ሕጂ ናብ ክብሪ ይኣቱ ኣሎ ማለት ዶ ኣሎ እምበር ብደበና ክብለና እንከሎ ሰማይ ይመጽእ ነበረ ክብለና እንከሎ ናበይ ከይዱ ይብለና ኣሎ ግን ናብ ጥንታዊ ዝመዓልቱ ድማ በጽሐ። ስለዚ ናብ ክብሪ ኣትዩ ዶ ኣሎ ዝብለና እምበር ብፈረስ ገይሩና ካብቲ ሓደ ቦታ ናብቲ ሓደ ቦታ ከይዱ ማለት ኣይኮነን። ናብ ክብሪ ምእታዉ ናይ ኣምላኽ ከኣ ንጉስ ይኸውን ማለት እዩ። ንጉስ ኮይኑ ኩሎም ኣህዛብን ወገናትን ቋንቋታትን ከገልግልዎስ ግዝኣትን ክብርን መንግስቱን ንኡ ተዋህቦ ይብለና ኣሎ ኣሜን ስለዚስ ሕጂ ንሕና ህዝቢ ኣምላኽ ኢና ግዝኣት ንኣምላኽ ክብሪ ንኣምላኽ ከዓ ንኡ ንቦ ማለት እዩ መንግስትን ንኡ ተዋህቦ ንሱ ንሕና ናቱ ኮይና ማለት እዩ ኣባና ይገዝእ ኣባና ይኸብር ስለዚ ኩላቶም ኣህዛብን ወገናትን ቋንቋታትን ከገልግልዎስ ይበና ሕጂ ኣህዛብ ንሕናና ስለዚ ብጎይታ የሱስ ክርስቶስ ከዓ ኩላትና ርሑቓ ዝነበራ ጎይታ ስለዝቐረብና ንሕና ሕጂ እሱ ሕጂ ኣባና ይገዝእ ኣሎ ኣብቲ ቦትኡ ኣትዩ ማለት ሕጂ ብለና ኣሎ ስለዚ ግዝኣቱ ዘይሓልፍ ዘልኣለማዊ ግዝኣት እዩ መንግስቲ እውን ከቶ ኣይክጠፍእን እያ እዚ እዩ ትርጉም ሕጂ ኣብዚ ከኣ ክንሪኦ እንከለና ፍርዲ ዘይኮነ ግቡእ ቦትኡ ኣብ ክሕዝ ከሎ ንሪኦ ግቡእ ቦትኡ ማለት ናይ ክብሪ ክኸብር ከሎ እግዚኣብሄር ኢና ንሪኦ ዘለና ሕጂ በደበና ሰማይ ይመጽእ ነበረ ምስ በለ ናብቲ ጥንታዊ መዓልቱ ድማ በጽሐ ናብ ቅድሚኡ እውን ኣቕረብዎ ይብለና ሕጂ ናብ ክብሩ ይምለስ ስርሑ ወዲኡ መይቱ ተንሲኡ ሽዑ ኣብቲ ክብሪ ናቱ ኣትዩ ማለት ሕጂ ብደመና ከይትብለና ክመጽእ ከሎ ናንከሎ ናበይ ከምዝ ኮነ ቦታ እንታይ ምዃኑ ይነግረና ስለ ክብ ቦታ ዘይኮነ ትርእስቲ ክብሪ ናብ ክብሪ ኮይኑ ኣባና ከዓ ይገዝእ ኣሎ ክብሪ ኣምላኽ ይኹን ስለዚ ክንርኢ ንኽእል ነማት እዚ ዝለና ዘሎ ሕጂ ብራእይ ለይቲ ጥምት ነበርኩ እንሆ ከዓ ወዲ ሰብ ዝመስል ብደበና ሰማይ መፅእ ነበረ ናብቲ ንጣውዚ መዓልቱ ድማ በጽሐ ናብ ቅድሚኡ እውን ኣቕረብዎ ይብለና። ሕጂ ካልእ ከኣ ሳልሳይ ኣብነት ክንርኢ ኢና። እዚ ከኣ ካብ መዝሙር ዳዊት ተስዓን ሸውዓተን ጥቕሲ ክልተ ክንርኢ ኢና። እንታይ ይብለና? ደበናን ጸልማትን ይኸብዎ። ሕጂ እቲ ደበናን ጸልማትን እንድሕርካ ብዙሕ ሰብ ሕጂ ቃል ብቓል እዩ ዝወስዶ ኖ ክነግረና እዩ ትርጉም እቲ ኣብታ ጥቕሲ በዓላ ትነግረና እያ። ጽድቅን ፍርድን መሰረት ዝፋኑ እዩ እምበኣር ጽድቅን ፍርድን መሰረት ዝፋኑ ይብለና ስለዚ እምበኣር እቲ ለበናን ጽድቅን ምልክት ኮይኑ ወይ ምስሊ ኮይኑ ናይ ምንታይ ናይ ጽድቅን ፍርድን ናይ ኣምላኽ ማለት እዩ እቲ ጸልማት ሕጂ እቲ ፍርዲ ኮይኑ ደበና ክብለና እንከሎ ጽድቂ ናይ ኣምላኽ ኣምላኽ ብፍትሒ ክፈርድ ከሎ ማለት እዩ ስለዚ ኣምላኽ ፍትሓዊ ፈራዳይ ብጽድቂ ዝፈርድ ኣምላኽ ምዃኑ ይነግረና ዘሎ ምስሊ ዝነግረና ዘሎ ስለዚ ክንርድኦ ክላና መዝሙር ዳዊት 97 ጥቕሲ ክልተ እንታይ ማለት እዩ እዚ ምልክት ከኣ ብተምሳል ክበርህ ከሎ ንዕዘብ ማለት እዩ። ብተመሳሳሊ ከብርሆ እንከሎ ባዕሉ እቲ ጥቕሲ ይነግረና። ጽድቅን ፍርድን መሰረት ዝፋኑ እዩ ይብለና። ሕጂ እቲ ደበናን ጸልማትን ይኸብዎ ክብለና እንከሎ እንታይ ማለት እዩ? ጽድቅን ፍርድን እዩ እዚ ዝነግረና ዘሎ። ሕጂ ኩሉ ግዜ ንገረኩም ደበና ፍርዲ ፍርዲ ፍርዲ ስለዚ ጽድቅን ፍርድን እዩ ማለት እዩ። እቶም ብክፉእ ዝኸዱ ነሩ ብክፉእ ዝመላለሱ ነበሩ እቲ ክፉእ ይዓዙ ማለት እዩ። እግዚኣብሄር ከኣ እቲ ሓቂ ክነግስ ይገብሮ። ብሓቂ ከኣ ይገዝእ እግዚኣብሔር ክብሪ ንኣምላኽ ይኹን። ሕጂ ቀጺለ ከኣ ራብዓይ ኣብነት ክነግር እየ። እቲ ራብዓይ መንበር ራብዓይ ኣብነት ዘምጽኦ ከኣ ትንቢት ኤርምያስ ምዕራፍ ኣርባዕተ ኮይኑ ካብ ጥቕሲ ሸውዓተ ሸውዓተ ጥቕሲ ሸውዓተ መይሻ ካብ ጥቕሲ ዓሰርተ ክሳብ ዓሰርተ ሸሞንተ ክብል ኮይኑ ነስተውዕል ሕጂ እታ ርእሲ እንታይ ኣልና እንሆ ብደበና ይመጽእ ክንብል ከለና እንታይ ማለት ምዃኑ የብርሆ እየ ዘሎ ስለዚ ትንቢት ኤርምያስ ምዕራፍ ኣርባዕተ ጥቕሲ ሸውዓተ እንታይ ይብለና ኣንበሳ ካብቲ ጭምጭም ዱር በለኽ ይብል ምድርኺ ከባድም ከተማታትኪ ከኣ ሓደ'ኳ ዝነብረለን ክሳዕ ዝስእና ከፍርስ መጥፍእ ህዝብታት ነቒሉ ካብ ስፍርኡ ይወጽእ። ኣምላኽ ኣይኮነን ሕጂ እዚ ኣምላኽ ኣይኮነን እቲ ከም ኣንበሳ ዝግለጽ ዘሎ እዚ ከጥፍእ ዝብሎ ዘሎ ኣምላኽ ኣይኮነን እንታይ ደኣ እዩ ፍርዲ እዩ ፍርዲ እዩ እቲ ዝሎ ዘሎ ሕጂ መን ምዃኑ ክነግረና እዩ ካብ ጥቕሲ 10 ክሳብ 18 እንድሕር ኣንቢብናዮ መን ምዃኑ ይነግረና ማለት እዩ ስለዚ መን ምዃኑ ክነግረና ሕጂ ጥቕሲ ኣሰለስተ ጀሚር ክሳብ ዓሰርተ ሸሞንተ ንመን እዩ ትፍርዲ ከዓ ሕጂ ክንሪእና ቅድም ናይ ናይ የሩሳሌም ርኢና ነርና ድሕሪኡ ናይ መጀመርያ ናይ ግብፂ ርኢና ነርና ናይ ግብፂ ርኢና ድሕሪኡ እግዚኣብሔር ከዓ ኣብ ክብሩ ክኣቱ እንከሎ ርኢና ድሕሪኡ እውን ፅድቅን ፍርድን ናይ ኣምላኽ ምዃኑ ርኢና ኣብቲ ሳልሳይ ኣብነት ማለት ሕጂ ራብዓይ ኣብነት ከም ዘልኩኹም እቲ ኣንበሳ ካብ ጭምጭም ዱር በለኽ ይብል እንታይ ክገብር ምድሪ ከባድም ከተማታትኪ ከዓ ሓደ እኳ ዝነብረለን ክሳእ ዝሰኣን ከፍርስ መጥፍኢ ህዝብታት ነቒሉ ካብ ስፍርኡ ይወፅእ ኣሎ። ዘጥፍእ ፀላኢ እዩ ዝመፅ ዘሎ ማለት እዩ ብሓፂሩ። ሕጂ ተሓለዋ ናይ ኣምላኽ ስለ ዘይህሉ እቲ ፀላኢ ከባድም እዩ ከጥፍእ ይብለና ኣሎ። ክንሪኤና ሕጂ ንመን እዩ ከጥፍእ ዝመፅ ዘሎ መን እያ ከታ ክትጠፍእ ጥቕሲ 13 ክሳብ 18 ከምዚ ይብለና ምዕራፍ ኣርባዕተ ዳንኤል እነሆ ከም ደበና ኮይኑ ይወፅእ ሕጂ እዚኣ ነጊርና ሕጂ ፍርዲ ማለት እዩ ሰረገላታቱ ከም ህወብላ እዮም ኣፍራሱ ከዓ ካብ ንስሪ ይቕልጥፍ ጠፊእና ኢና እሞ ወይለና ሕጂ እቲ ፍርዲ ኣምላኽ ይመፀና ኣለዎ ወይለና እቲ ፍርዲ ኣምላኽ ከዓ ከም ዘበልኩኹም እግዚኣብሄር ስለ ዝኣበይዎ ኣካይድኦም ሕማቕ ስለ ዝኾነ ካብኦም ይርሕቕ ማለት ካብኦም ይርሕቕ ብሎም ከሎ እቲ ዝኸዝዎ መንገዲ ዘለዎ ባዕሎም ይቕፅልዎ ማለት እዩ ካብኦም ይርሕቕ ኣርሒቖም እንዲዮም እግዚኣብሔር ከዓ ኔሎክ መንገዱ ክብሎም ማለት እዩ ናቶም ድሌት ነይሩ ንኣብነት ቕሲ 14 ክሳብ 16 ካብ 10 ክሳብ 18 ይቕፅላ እቲ ኣቲ የሩሳሌም ሕጂ እምበኣር እቲ ፍርዲ ንመን ነይሩ ንየሩሳሌም ኣቲ የሩሳሌም ምእንቲ ክድሕንስ ልብኺ ካብ ክፍኣት ሕፀቢ ክሳዕ መዓዝ ክፉእ ሓሳባት ኣብ ውሽጥኺ ክነብር እዩ ስለዚ እምበኣር እንታይ ዝብላ ዘሎ ምእንቲ ክድሕኒ ምእንቲ ክድሕንስ ልብኺ ካብ ክፍኣት ሕፀቢ ሕጂ ዕድል እዩ ዝውሃባ ዘሎ ካብቲ ዝመፃ ዘሎ ጥፍኣት ክድሕንሲ ልባ ትሕፀብ ማለት ትነሳሕ ማለት ክሳብ መዓዝ ክፉእ ሓሳባት ኣብ ውሽጢኺ ክነብር ይብል ኣሎ ካብ ዳን ድምፂ ይስማዕ ካብ ኣኽራን ኤፍሬም ከዓ ሕሰም ይውርሎ እሞ ሕጂ ሕማቕ ወረ ኣሎ ሕማቕ ነገር ይመፅእ ኣሎ ሕጂ ሰባት ወላ ሕማቅ ነገር ይመጽእ ኣሎ ወላ ሕማቅ ነገር ክኸውን እዩ እንዳተባህለ እንከሎ ልቦም ዘትርሉ በቲ ዝኸድሎ መንገዲ ዝቕጽሉ ኣለዉ። ሕጂ ክዝክሪ እንከለና እታ ናይ ኣምላኽ ትበሃል ከተማ ኢየሩሳሌም እቲ ህዝባ ከምዚ ዓይነት ደረጃ ነይርዎ ማለት እዩ ከምዚ በጺሑ ነይሩ ሽዑ ጥቕሳ ሽዱሽተ እንሆ ካብ ርሑቕ ሃገር ዝኸብብ ጭፍራ ይመጽእ ዓንቶ ይነግርና ኣንበሳ ካብቲ ጭምጭም ዱር በለኽ ይብል ምድርኺ ከባድም ከተማታትኪ ከኣ ሓደ እኳ ዝነብረለን ክሳዕ ዝስእና ከፍርስ መጥፍእ ህዝብታት ነቒሉ ካብ ስፍርኡ ይወጽእ ሕጂ ኣቲ ስፍርኡ እንታይ ኢሉ እንሆ ካብ ርጡቕ ሰዓት ሽዱሽተ እንሆ ካብ ርሑቕ ሃገር ዝኸብብ ጭፍራ ይመጽእ ንከተማታት ይሁዳ ከኣ ይፍክሩለን ኣለዉ ኢልኩም ነህዛብ ንገርዎም ንዮርሳለም ኣፍልጥዋ እቲ ጉዳይ እምበኣር ናብኣ እዩ ነይሩ ትመፅ ዘሎ ችግር ንኣይ ስለተፃረረት ንኣምላኽ ስለተፃረረት ከም ሓለውቲ ግራት ኮይኖም ብኩሉ ወገና ይኸብዋ ስለዚ ንኣምላኽ ስለተፃረረት መንገዲ ኣምላኽ ስለዝኣበየት እቶም ፀላእቲ እምበኣር እቶም ከጥፍዋ ዝመፁ ዘለዉ ይኸብዋ ኣለዉ ኦሬድስ ከይቦም ኣለዉ ይብል እግዚኣብሔር እግዚኣብሔር ዋላ ከይቦማ እንተለዉ ንሳ እንድሕር ተነሲሓ እቲ ህዝብና ኣምላኽ እንድሕር ተመሊሱ እግዚኣብሄር ክሕልዎም ከም ዝኽእል ይነግረና። ስለዚ ሕጂ ኣብኡ ይእወጅ ዘሎ መጠንቀቕታ እዩ እዚ ይብል እግዚኣብሄር ኣኻይዳኽን ግብርኽን እዩ እዚ ዘውርደልኪ ኣነ ኣይኮንኩን ማለት እዩ ሓፂሩ ዘውርደልኪ እዚ ክፍኣትኪ እዩ መሪር እዩ እሞ ክሳዕ ልብኺ ይበፅሕ ስለዚ እዚ ክንርድኦ ንክእል ኣለና ስለዚ እቲ ዝብለና ዘሎ እንሆ ከም ደበና ኮይኑ ይወፅእ ዝበል ዘሎ እምበኣር ፍርዲ እዩ ማለት እዩ ኣብዚ ብተመሳሳሊ እቲ ምምጻእ ፍርዲ እዩ ዘመልክት ንየሩሳሌም ክትንሳሕ ከኣ ትንገር ኣላ እንተዘይኮይኑ ሓለዋ ናይ ኣምላኽ የብላን በሰንኪኡ ከኣ ብሰንካይ ደኣ ከኣ ጥፍኣት ትረክብ ማለት እዩ ስለዚ እንዳበረ ከም ዝኸይድ ዘሎ ይኣምን ማለት እዩ ስለዚ እዚ ዓብይ ዓብይ መፍትሒ ክኸውን ከም ዝኽእል ንብዙሓት ሰባት ብደበና ይመፅኣሉ ብደበና ይመፅኣሉ ዝብል ብዙሕ ዘይከውን ትርጉሙ ይወሃቦ እዩ ኣብነት ቁፅሪ ሓሙሽተ ካብ ትንቢት ዩኤል ክንሪኣ ኢና ምዕራፍ ክልተ ካብ ጥቕሲ ሓደ ክሳብ ክልተ መዓልቲ እግዚኣብሄር ትመፅእ ኣላ ቀሪባ ከዓ እያ እሞ ኣብ ፅዮን መለኸት ንፍሑ ሕጂ መዓልቲ እግዚኣብሄር ከዓ ከምኡ እዩ ነገረና ዘሎ ኣብ ፅዮን መለኸት ንፍሑ ማለት ኣዋጅ ግበሩ ማለት ይተኣወጅ እዚ ነገር ክኸውን እዩ ማለት ማለት እዩ ኣብ ቅዱስ ክረነይ ድማ ኣእውዩ ኣብታ ሃገር ዝነብሩ ኩሉ ዘለዉ ኩላቶም የንቀጥቅጡ መዓልቲ ፀልማትን ጣቓን ዓንቶ ይታልና ፍርድን ፅድቅን ኢልና መዓልቲ ደበናን ድቕድቕ ፀልማትን ከም ወጋሕታ ኣብ ልዕሊ ኣኽራን ይዝርጋሕ ዓብይን ሓያልን ህዝቢ ካብ ጥንቲ ጀሚሩ ከምኡ ዝበለ ዘይነበረ ድሕሪኡን ክሳዕ ዓመታት ዝወለዱ ዝሓልፍ ኮቶ ዘይከውን እንዳበለ ይነግረና ስለዚ ኣብዚኣ ክንሪኦ ዘለና እታ መዓልቲ እግዚኣብሔር እውን ሕጂ ንፍርዲ ከም ተመልክት እዩ ንሪኦ ዘለና ማለት ክብሪ ንኣምላኽ ኩን የሱስ ጎይታ እዩ መበል ሽዱሽተ ሻድሻይ ኣብነት ሻድሸይቲ ኣብነት ካብ ወንጌል ማቴዎስ 24 እያ እታ ካብ ወንጌል ማቴዎስ 24 ጥቕስ 30 ከምዚ ይብል ሽዑ ትእምርቲ ወዲ ሰብ ኣብ ሰማይ ክርአ ትእምርቲ ምልክት ትእምርቲ ወዲ ሰብ ኣብ ሰማይ ክረኤ ሽዑ ድማ ኩሎም ዓሌታት ኣህዛብ ምድሪ ክበኽዩ ኩሎም ዓሌታት ኣህዛብ ምድሪ ክበኽዩ ንወዲ ሰብ ከዓ ብብዙሕ ሓይልን ግርማን ብደበና ክመፅእ ከሎ ክርእይዎ እዮም ስለዚ እታ ብደበና ክመፅእ ከሎ ትብል ማለት ፍርዲ ንመን ንየሩሳሌም ፍርዲ ንእስራኤል እዩ ኣብዚ ማቴዎስ ዕስራን ኣርባዕተን ጥቕሲ ሰላሳ ዘሎ እቲ ብደበና ከም ይመጽእ ዝብል ዘሎ ንወዲ ሰብ ፍርዲ ንእስራኤል ምዃኑ ክበርህ ኣለዎ ክርድኣና ክኽእል ኣለዎ። ኣብዚ ከኣ እቲ ወዲ ሰብ ብደበና ክመጽእ ዝብል ፍርዲ እዩ ዘመልክት እምበር ቃል ብቓሉ ብደበና ክርእይዎ እዮ ማለት ኣይኮነን። እዚ ፍርዲ ከኣ ነቶም ንጎይታ ነጺጎምን ነቲ መጠንቀቕታ ዝሃቦም ዕሽሽ ዝበሉን ወለዶ እዩ። ናይቲ ኣብቲ ግዜ እቲ ዝበጽሖም እዩ ከኣ እቲ ፍርዲ እቲ ንዕኦም ኣርኪቦም እቲ ዝበሎ ኩሉ ትንቢት ዘሎ ኣብ ምዕራፍ ዕስራን ኣርባዕተን ማቴዎስ በብሓደ እንድሕር ኣንቢብናዮ ኣብ መበል ሰብዓ ዓመተ ምህረት ተፈጺሙ። ኣብ ቀዳማይ ክፍለ ዘመን መበል ሰብዓ ዓመተ ምህረት ተፈጺሙ የሩሳሌም ሓንቲ ከይተርፋ ከምቲ ጎይታ ዘሎ እምኒ ብ ርእሲ እምኒ ክተርፍ ንዝበሎ ብምሉኡ እዩ እቲ ፍርዲ ናቱ ንሱ ከኣ ንሶም ኣብዮም ንሶም ናብኦም መጽዩ ቶም ናቱ ግን ኣይተቐበሎም ኣብቶም ናቱ መጽ ቶም ናቱ ኣይተቐበሎም ቶም ተቐበሎ ዘበሉን ኩሎም ምስሙ ዝኣመኑ ውሉድ ኣምላኽ ኮኑ መሰል ሃቦም ሕጂ እቲ ውልድነት ናይ ኣምላኽ ብኣምላኽ እምበር ብዓሌት ብደም ገይሮም ምስም ወሲዶም ወዲ ክርስቶስ ዝኾንኩ ኣቦይ ኣብርሃም ዝኾነ ይብሉ ነይሮም። እግዚኣብሔር ግን መንገዱ ብእምነት እቲ ዘዳለዎ ዝነበረ ከኣ ናይ ሓድሽ ኪዳን መንገዲ ብወዱ ብየሱስ ክርስቶስ እታ መንግስቱ ኣብ ምድሪ ከቑማ ክስርታ ክመጽእ ከሎ ናብኡ ከእትዎም ዓዲሞም ሰም ግን ኣብዮሞ ምስ ኣበይዎ ከኣ እቲ ኩሉ ዝነበሮም በረኸትን ሃብትን ጽባቐን ሓይልን ካብ ኣምላኽ ምዃኑ ረሲዖም ነቲ ኣምላኽ ዘዳለወሎም ገንሸል ነቲ ኣምላኽ ዝሃቦም ህያብ ነጺጎሞ ሰቒሎሞ ቐቲሎሞ ስለዚ እቲ ዘለዎ ፍርዲ ናይ ኣምላኽ እምበኣር ንሶም በቲ ዝኸድዎ ዘለዉ ብጸላእቶም ክጥቅዑ ምዃኖም ይነግሮም ማለት እዩ ሓለዋ ናይ ኣምላኽ ይለግስ ከኣ ምኽንያቱ ንሶም ኣብ ኣምላኽ ተወኪልካ ናይ ኣምላኽ ትኸውን እምበር ካብ ኣምላኽ ርሒቕካ ናይ ኣምላኽ ክትከውን ኣይትኽእልን

የሱስ ከኣ ንስኻ እኳ በልካ፣ ድሕሪ ሕጂ ግና ወዲ ሰብ ኣብ የማን ሓይሊ ተቐሚጡ ብደበና ሰማይ ክመጽእ ከሎ ክትርእዩ ኢኹም እብለኩም ኣሎኹ በሎ። ሽዑ እቲ ሊቀ ኻህናት ክዳውንቱ ቀዲዱ ተጻረፈ፣ እንሆ ጸርፉ ሰማዕኩም፣ ደጊምከ እንታይ ምስክር የድልየና፣ እንታይከ ይመስለኩም በለ። ንሳቶም ከኣ ሞት ይግብኦ። ኢሎም መለሱ። ስለዚ የሱስ ኣብዚ ምስቲ ሊቀ ካህናት ክዛረብ ከሎ፣ እቲ ሊቀ ካህናት ከኣ ክሓቶ እንከሎ፣ ክርስቶስ ወዲ ኣምላኽ እንተ ዄንካስ ክትነግረና ኢልዎ። በቲ ህያው ኣምላኽ ኣምሕለካ ኣሎኹ፣ ንገረና እቲ ሓቂ ይብል ኣሎ። የሱስ እኳ ንስኻ እኳ በልካ፣ ንስኻ ኣልካ እንዲኻ ሕጂ ዝበልካዮ ከምኡ እዩ ማለት እዩ። ኣነ ክርስቶስ ወዲ ህያው ኣምላኽ እየ፣ ወዲ ኣምላኽ ይብሎ ኣሎ። እዚ ጥራይ ኣይኮነን ከኣ ኢልዎ። ይርድኦ እዩ የሱስ ፈልጥ እዩ ዘሎ እዞም ሰባት እዚኦም ንድሕሪት ከም ዘይምለሱ ንቕድሚት ኣኺልዎም በቲ ዝኸድዎ ዘለዉ ክጠፍኡ ስለ ዝወሰኑ ተረዲእዎ እቲ ፍርዲ ከዓ ኣብኦም ከም ዝበፅሕ ክነግሮ ደልዩ ኣብ የማን ሓይሊ ማለት ሕጂ ግና ወዲ ሰብ ኣብ የማን ሓይሊ ተቐሚጡ ኣብ ክብረይ ኣትየ ከቢረ ከም ዘለኹ ሪኦንኩስ ከቢረ ክትርኢኻ ማለት ንስኻ ንዓይ ንስኻትኩም ንዓይ ብዘይምቕባልኩም ዝበፅሓኩም ሕጂ ዝርእዎኹም ማለት እዩ ብደበና ሰማይ ክመጽእ ከሎ ክትርኢ ኢኹም ክትፍረዱ ከለኹም ክትርኢ ኢኹም ክትፍረዱ ከለኹም ክትርኢ ኢኹም ማለት እዩ እብለኩም ኣለኹ በሉ ሽዑ እቲ ሊቀ ካህናት ክዳውንቱ ቀዲዱ ምክንያቱ እዚ ንዕኡ እዚ ንዕኡ ሓሳዊ መሲህ ዝብሎ ነበረ እዚ መልእኽቲ እዚ ግን ክርስቶስ ወዲ ኣምላኽ ማለት ዝፈርድ ምዃኑ ይፈልጡ እዮም ስለዚ እዚ ንዓና ከምዚ ክብለና ኢሉ እዩ ንሱ ሓሪቑ እቲ ፍርድኻ ቀሊል ከም ዘይኮነ በዚ ክኸውን ግን ኣይክእልን እዩ ንሕናኸ ንዓና እንዲ ክፈርድ ከምዝገ ንዓና ከመይ ገይሩ ንዓና ፈርደልና ንሕና ናይ ኣምላኽ እንዲና እዩ ዝብል ዘሎ ንሱ ሓጺሩ እቲ ሊቀ ካህናት እንሆ ተጻረፈ ኢሉ ማለት እዩ እንሆ ጸርፉ ሰማዕኩም ንየሱስ ከምኡ ምባሉ ተጻረፈ ኢሉ ደጊም ከ እንታይ ምስክር የድልየና እንታይ ከይመስለኩም በሎም ንሳቶም ከዓ ሞት ይግቡ በዚ ከዓ እዮም ዝፍረዱ ዘለዉ ሕጂ ፍርዲ ናቶም ከዓ እዚ እዩ ነቲ ህይወት ዝህብ ይቐትሉ ኣለዉ ሽዑ እቲ ቀታሊ ኸኣ ክቐትሎም እዩ። እቲ ጸላኢ እግዚኣብሄር ካብኡ ዝሕልዎም ዝነበረ መንገዲ ኸኣ ዘርእዮም ነበረ፣ ነቲ መንገዲ ናይ ኣምላኽ ስለ ዝኣበዩ፣ ሓለዋ ናይ ኣምላኽ ከኣ ይርሕቑ ኣለዉ፣ በቲ ዝተመደበሎም እቲ ናብ ህይወት ዘእትዎም ወዲ ኣምላኽ ከኣ ስለ ዘይኣመኑ ድሮ ተፈሪድዎም ኣሎ፣ እታ ፍርዶም ከኣ ብመዓልታ ትፍጸም ማለት እዩ። ስለዚ ኣብዚ እውን ምስቲ ሊቀ-ኻህናት ዘካይዶ ዝርርብ ንርኢ፣ የሱስ ከኣ ንርእሱ ማለት ብደበና፣ ንዓይ ብደበና ክትርእየኒ ኢኻ ክብሎ እንከሎ ንፍርዲ ምዃኑ እቲ ሊቀ ካህናት ተረዲእዎ ኣሎ። ግን እዚ ክፈርደና ኣይክእልን እዩ ዝዓለት እዩ በበ። እቲ ሽግር ንየሱስ ከም ሓሳዊ ስለ ዝቖጸርዎ እዩ። እቲ ፍርዲ ከኣ ብኸምኡ ይመጾም ኣሎ ንሶም ኣለ። መበል ሻሙናይ ናይ መወዳእታን ኣብነት ራእይ ዮሃንስ ምዕራፍ ሓደ ጥቕስ ሸውዓተ እንሆ በደበና ይመጽእ ኣሎ ኩለን ኣዒንቲ እቶም ዝወግእዎን ከኣ ክሪእዎ ኣብዚ ከኣ ብደበና ይብለና ኣሎ ብደበና ይመጽእ ኣሎ ምስታ ማቴዎስ ዕስራን ኣርባዕተን ርክብ ኣለዋ እዚኣ እቲ ብደበና ይመጽእ ኣሎ ከም ነገርኩኹም ፍርዲ ምዃኑ ኢና ተሪብና ይመጽእ ኣሎ ኩለን ዓይንቲ እቶም ዝወቅዎን ከኣ ክሪእዎ እዮም ብዘለዎ ዓሌታት ምድሪ እውን ክበኽይሉ እዮም እሞ እዮም እወ ኣሜን ስለዚ እቲ የሱስ ዝበሎ ፍርዲ ብልዕሊ የሩሳሌም ማለት እዩ። እቶም ሰባት እቶም ኣብቲ እዋን እቲ ዝነበሩ እቶም ወለደቲ እቲ ፍርዲ ዝበሎ ጎይታ እቲ ዝበሎ ኩሉ ዝተነበዮ እዚ ወለዶ እዚ ኣይሓልፍን እዩ ኣብዚ ወለዶ እዚ ክበፅሖ እዩ ዝብሎ ነበረ ኩሉ ኣብኡ ይፍፀም ማለት እዩ ኣብ መበል ሰብዓ ዓመተ ምህረት ማለት እዩ ስለዚ ኣብ መን ማለት እቲ ርእሲ ርእሲ እምኒ ክተርፍን እዩ ከምዚ ክትኮኑ ኢኹም ኣሕሊፎም ክህቡኹም እዮም ኣብ ቤት መቅደሶም እትኦም ክገርፉኹም እዮም ኣብ ቤት ጸሎቶም ኣእትዮም ገርፍኹም እዮም ንዓኹም ብምቕታሎም ስነ ኣምላኽ ክብሪ ከም ዝህብ ዘሎ ገይሩ መስዋእቲ ከም ዘቕርቡ ዘሎ ክብሪ ከም ዝህብ ዘሎ ክመስሎም እዩ ስለ ክጸርፍኹም እዮም ከሳጉጉኹም እዮም ኩሉ ዝብሎ ነበረ ድሓር ከዓ የሩሳሌም ብጸላኢ ተኸቢባ ደቃ ኩሎም ውሉዳ በስያፍ ብሰይፊ ክጠፍኡ ምዃኖም ሽዑ እቲ ሓደ ክውሰድ እቲ ሓደ ክተርፍ ዝብሎ ነበረ ብምሉእ ጥፍኣት ጥፍልዕል ጥፍኣት ሞት ኣብ ልዕሊ ሞት ይበፅሕ ማለት እዩ ስለዚ እቶም ዝወግኦ ክሪእዎ እዮም ማለት ንሕና እምበኣር ስኪ ታጊና ኢና ነርና እዮም ክብሉ ማለት እዩ ታጊና ነርና ማለት ዘይኮነ ትርእሲ ግን እሱ መን ምዃኑ ከስተውዕል እዮም ምክንያቱ እቶም ዝወቅዎን ከዓ ክሪእዎ እዮም ዝበሎ ክሪእዎ እዮም ኣብ ህይወቶም ብዘለዋ ዕለታት ምድሪ እውን ክበኽይሉ እዮም እወ ኣሜን ስለዚ እቲ የሱስ ዝበሎ ፍርዲ ኣብ ልዕሊ የሩሳሌም ኣብ ህይወት ናይቶም ዝወግእዎ ከም ዝተፈጸመ እዩ። ሰብዓ ዓመት ማለት እዩ። ኣብ ቀዳይ ክፍለ ዘመን ምግንዛብ ይከኣል። ብምሉእ እቲ ኣብ ማቴዎስ ዕስራን ዓሰርተ ዘሎ ፍጻመታት ጐይታ ዝተነበዮ በብሓደ እንተ ርኢናዮ ተፈጺሙ እዩ። ስለዚ እዚ ብደበና ይመጽእ ኣሎ ኣብ ደበና ይመጽእ ኣሎ ክንብል ከለና ቃል ብቓሉ ኣይኮናን ክወስደልና ንፍርዲ ምዃኑ ክርድኣና ክኽእል ኣሎ ማለት እዩ። ንፍርዲ ምዃኑ ወይ ድማ ኣብ ክብሪ ከም ዝኣተወ ነቶም ደጻብሎም ንዓኦም ክጸቦም ምዃኑ ጭንቀት ከም ዝመጾም እቶም ጸቦም ዝነበረ ከዓ ራህዋ ከም ዝረኽቡ ወይትኦም ከም ዝነገሰ ኣብ ግቡኡ እቲ ከም ዘሎ ወይታ ሰማይ ምድሪ ምዃኑ ንሱ ከዓ ኩሉ ግዜ ከም ዘሎ ከም ዝሪኦምን ምስኦም ምዃኑ ክፈልጡን በቲ እቲ ዝበሎም ክፍፀም ከሎ ከዓ መሸም ንሶም ከም ተኣመኑ ኢና ክንርኢ ማለት እዩ ስለዚ እዚ እዩ በዚ መጠን ተረዲእና ከዓ ነቲ ፅሑፋት ብምንባብ ምምርማርን ነቲ ካልእ ከምኡ ዝኣመሰለ ክንርኢ እንከለና እውን ከይተረበሽና ከይሰንበድና እንታይ ማለት እዩ እዚ ስለዚ እቲ ኣሌጎሪ ዘሎ ወይ ድማ እቲ ሲምቦል እቲ ምልክታት ምስልታትን ዘሎ ብከምኡ ክንሪኦ ክንርድኦ እንከላለን ትርጉሙ ከዓ ፅሑፍ ብፅሑፍ እንዳዋሃደና መንፈሳዊ ምስ መንፈሳውን እንዳዋዳደርና ክንርድኦ ንኽእል ማለት እዩ ስለዚ ናይ ሎሚ እዚ ነይሩ ካብዚ እውን ክሰፍሕ ይኽእል ግን እዚ ንገዛእ ርእሱ እኹል እዩ እዚ ትምህርቲ ናይ ሎማዓንቲ እኹል እዩ ምክንያቱ እንታይ ምዃኑ ትርጉሙ ሸሞንተ ኣብነታት ካብ ቅዱሳት ፅሑፋት ኣውፅኤ ዘርጅርልኩም ኣለኹ ስለዚ ነዚ ተመሊስኩም ክትሪእዎ ትኽእሉ ሕቶ ተልይኩም ተወሳኺ መብርህ እንተደሊኹም እውን ክፅሕፉለይ ትኽእሉ ማለት ትኽእሉ ኢኹም ማለት እዩ ስለዚ ናይ ሎማዓንቲ ትምህርቲ ጺንኩም ዝተኸታተልኩምኒ የመስግነኩም። እግዚኣብሔር ይሓለልኩም እዩ፣ እግዚኣብሔር የፍቅረኩም እዩ። ነዚ ሓሳብ እዚ ትምህርቲ እዚ እንድሕር በሪህልኩም ሃኒፅኩም ያ ምስ ካልኦት ትካፈልዎ ትኽእሉ ላይክ ክትገብሩ ትኽእሉ ማለት ካልኦት ሰባት እውን ክርእይዎ ስለዚ ኣብቲ ላይክ ትገብርሉ ወይ ድማ ከተካፍሎ ከሎ ካልኦት ሰባት ክርእይዎ ስለ ዝኽእሉ ከምቲ ንስኻ ወይ ሰተሃነፅክዮ እቶም ካልኦት መታን ክህነፁ ከምኡ ትገብሩ ይዕድመኩም ኣለኹ ማለት እዩ ሓሳብ ተልዩኩም ርእቶ እውን ክትፅሕፉ ትኽእሉ ኢኹም ማለት እዩ ስለዚ ናይ ሎሚ መዓልቲ ትምህርቲ ኣብዚ ይውዳእ ክሳብ ካልእ ግዜ ብካልእ ትሕሶ ዝምለሰኩም ፀጋዊ ቴያንስ ክርስቶስን ፍቅሪ ኣምላኽን ሕብረት መንፈስ ቅዱስን ምስ ኩላትኩም ይኹን